ምስ ሓቂ ኣነን ንስኻን ኣብ መንገዲ ዓወት ክንከውን ብሃብቲ ብጥዕና ብፍልጠት ብዕላማታትና ንሃርሞ ይኹን ኤኒቲንግ ዝኾነ ይኹን ኩሉ ግዜ ዝኾነ ሰብኣይ ሰበይቲ ቆልዓ ብሂወት ዘሎን ዘየለን ኩሉ ግዜ ካባና ንላዕሊ ብዙሕ ስራሕ ክዓሙ ከም ዝኽሉ ክንፈልጥ ኣለና ነይዚ ኩሉ ድማ ናይ ብሉጻት ብሉጽ ግን ክገብረና ዝኽእላ እዘን ሓሙሽተ ስለ ዝኾና ሌትስ ጎ ብሓምሸይቲ ንጀምር ናይ ብሉፃት ብሉፅ ክትኸውን ኩሉ ግዜ ኣመና ቃንዛ ኣመና ስትረስፉል እዩ ስራሕ ኩሉ ግዜ ሎሚ ብፍላይ ኣብ ገማግም ባሕሪ ንሪኦም ዕዉታት ሰባት ንዕም ክንሪኦም ከለና ኣህ እዚኦም ደኣ ብናይ ስድራ ቤት ገንዘብ ይፃወቱ ኣለዉ እዚ ደኣ ብሓራም ዝምፅዎ ገንዘብ ይፃወቱ ኣለዉ እናበልካ ንዕኦም ትንዕቆም ንዕኦም ተናእሶም እዚ ግን ኮምኡ ኣይኮነን ኩሉ ግዜ the sign of success ኩሉ ግዜ እቲ ዓወታት ናትካ እንዳደቀስካ ካልኦት ሰባት እናሰርሑ ደኣ ከመይ ጌርካ ኢኻ ንዕኦም ናይ ሓራም ወይ ድማ ናይ ናይ ኣቦኦም ስድራ ቤት ገንዘቦም ዝፃወትሉ ክትብል ነወይ ኣነ ንስኻን እንዳደቀስና ኢና ንሶም ሙሉ መዓልቲ ካብ ሶኒ ክሳብ ሰንበት ሓንቲ መዓልቲ እውን ከይዕረፉ ካብ ሶኒ ክሳብ ሰንበት ምሉ መዓልቲ ካብ ትሽዓተ ክሳብ ሰዓት ሓሙሽተ ዘይኮኑስ ብዘይካታ ዝድቅሱላ እዋን ምሉ ለይትን መዓልትን እንዳሰርሑ እዮም ናብዚ መንገዲ በጺሖም ዘለዉ እዚ ኩሉ ሃብቲ ኣጥርዮም ዘለዉ እዚ ኩሉ ኣነን ንስኻን እንዳደቀስና ከለና እዚ ኩሉ ቀላጽም ኣጥርዩ ዘሎ ጅም እንዳኸደ ኣነን ንስኻን እንዳደቀስና ኢና እዚ ኩሉ ፍልጠት ኣምጽዩ ዘሎ ብጥሩሑ ኣይኮነን ኣመና ቃንዛ ኣመና ስትረስፉል ግዜ ዝሓትት ዊች ሚንስ ኩሉ ግዜ ደድሕሪኦም ስድራቤቶም ኣብ ልዕሊኦም ዝምርኮሱ ኣለዉ ምኽንያቱ ካብኦም ሓገዝ ስለ ዝደልዩ ንዕኦም መግብን ማይን ከምጽኡሎም ነቶም ካልኦት ሓገዛት ክገብሩ ኩሉ ግዜ እዮም ዝሰርሑ ኩሉ ግዜ ድማ the sign of success ንስኻ ናይ ዕዉታት ናይ ብሉጻት ብሉጽ ክትኸውን እንተኾይንካ ኣህ ሕጅስ ደኺሞ ኣለኹ ክዕርፍ እየ ኣነስ ሕጂ ኣይኣኽለኒ ዝብል ሓሳባት ነቨር ነቨር ነቨር ክመፀካ የብሉን ኩሉ ግዜ ክትሰርሕ እንተኾይንካ ብስማርት መንገዲ ሰሪሕኻ ግን ኩሉ ግዜ ከየቋረፅካ ንኽትምዕብል እንዳማዕበልካ እናማዕበልካ ካብ ካልኦት ሰባት ክትውንጨፍ ኣለካ። ራብዐይቲ ኣብ ብሉፅ መንገዲ ዓወት እንድሕር ሃሊኻ ዝርደኣካ ሰብ ኣመና ኣይክትረክብን ኢኻ which means እንታይ ማለተይ እየ ኩሉ ግዜ ንስኻ the more እቲ ምሳኻ ክትዓቢ ከለኻ the more እቲ ናትካ ፍልጠት ክዓቢ the more እቲ ሃብቲ ናትካ ክዓቢ ከሎ ብተመሳሳሊ ድማ እቲ ሰብ ደርጋ ቴስዓን ትሽዓተን ሚታዊት ክንብል ንኽል እቲ ናትካ ቃንዛኻ እቲ ናትካ ዕላማታት ናትካ እቲ ናትካ ጎሉስ ናትካ እቲ ታርጌት ናትካ ዝፈልጦ ወይ ድማ ክርድኦ ዝኽእል ሰብ ኣመና ውሑድ እዩ ብዘይካ ነብስኻ ምክንያቱ ንስኻ ኣብ ብሉፅ መንገዲ ኣለኻ መብዛሕትኡ ሰብ ድማ ካብቲ መንገዲ ስሒቱ ስለ ዘሎ ንዓኻ ናብቲ መንገድኻ ከመፀካ ኣመና ከቢድ እዩ ዳስ ዋይ ከኣ ዝርደኣካ ሰብ ኣመና ውሑድ ስለ ዝኮነ ኩሉ ግዜ እቲ ንስካ ትከስሮ ገንዘብ እቲ ንስካ ተባክኖ ግዜ እቲ ንስካ ኣብ ስራሕካ ትገብሮ መዓልታዊ ዝርደኣካ ሰብ ኣይክትረክብን ኢካ ወላ ሓደ ሰብ ከምቲ ንስካ ትደልዮ ዓይነት ስራሕ መስዋእቲ ትኸፍሎ ግዜ ተባኽኖ ገንዘብ ትኸስረሉ it feels like በይንኻ ኢኻ ኩሉ እተመሓድሮ ድማ ንስኻ ኢኻ ዝኾነ ሰብ የለን which is ከምዚ lonely በይንኻ ዘለኻ ኮይኑ ዝስምዐካ ነዚ ድማ ኩሉ ትገብሮ መን እዩ ናትካ እዩ ኣይትኾርዮሎም ስለ ዘይተረድኡኻ which is ረቢ ናብቲ ንመንገድኻ ስለ ዘየርኣዮም ናብቲ መንገዲ ዓወት ናትካ ስለ ዘየርኣዮም ክኾርዩ ወይ ድማ ክሓርቁ ግድን እዩ ንቡር እዩ ነዚ ግን ንስኻ ኣመና ልቦናኻ ኣዕቢኻ ንምንታይ ኣብ መርዓ ምጻእ ኣይበሉንን ነዚ ኩሉ ስራሕ ገዲፈስ ንምንታይ ምጻእ ይብሉኒ ንምንታይ ከምዚ ኢሎም ከምዚ ይሓርቁ ወይ ድማ ይኹርዩ ዝብል ኣተሓሳስባ ክህልወካ ይብሉን ኩሉ ግዜ እቲ ናትካ ዕላማታት ናትካ ፍልጠትካ ታርጌትስ ናትካ ቃንዛኻ ዝርድኦ ስለ ሰብ ስለ ዘየለ ድዊት ምክንያቱ እቲ ምርጫ ናትካ ዓወታት ናትካ ዝመረስካዮ ናትካ ስለ ዝኾነ ውቺስ እቲ ንስኻ ኣቲኻዮ ዘለኻ ኣብ ዓይኖም ንሶም ኣመና ከቢድ ኣመና ጭንቀት ንሶም ዝደልዩ እንታይ እዩ እንጆይ ኢንተርተይን ዝኾነ ኢንተርተይመንት ዝኾነ ፊልም ወይ ድማ ሞቪስ ክሪኡ ወይ ድማ ኩዕሶ ክፃወቱ ወይ ድማ ግዜኦም ኣብ ካልእ ከባኾንዎ እዝታት እዩ እዚ ግን ኣባኻ ምሳኻ ስለ ዘይከይድ ንመንገዲ ዓወት ከምፀልካ ስለ ዘይከይድ ግን ንስኻ ነዚ ስለ ዝመረስካ ዱኢት ኣብ ዓወት ምስ በፃሕኻ ድማ ኩሉ ግዜ እንታይ ክብሉኻ እዮም ብኻባ ምስኡ ጀሚርና ብኻባ እንድሕራ ተረዲናዮ ነይርና እንተንኸውንሲ ሎሚ ምስኡ ምሃለና ወይ ድማ ካብኡ ምሓለፍና ነርና ክብሉኻ እዮም ስለዚ ኩሉ ግዜ ኣይትርድኡንን እዮም ዝብል ሓሳብ ነቨር ከይትገብር ሳልሰይቲ ኮንሲስተንሲ ቀጻልነት ዘለዎ ስራሕ ምስራሕ ወይ ድማ ምዕማም መብዛሕትኤና እንታይ እዩ ከምዚ ሚሊዮነር እንተኮይንካ ላምበርጊኒ መካይን ሰዓት ፓርቲስ ገለ መለ ተኣትዩ ዝመስለካ ግን ኣመና ኣሰልቻዊ እዩ ኮንሲስተንሲ እቲ ኣመና ናብ ብሉፅ መንገዲ ወይ ድማ ካብ ሚሊዮነር ናብ ቢሊዮነር ካብ ቢሊዮነራት ናብ ቢሊዮነራት እንዳገበረካ ክገብረካ ዝኽእል ኮንሲስተንሲ እዩ ኩሉ ግዜ ረኣያ ነብስኻ ኣይ ምስቶም ካልኦት ሚሊዮነራት ገለ ኣይተወዳድራ ሎሚ ምስቲ ናይ ቀደም ዝነበርካዮ ምሳኻ ከም ነብስኻ 220 ንምሕሰቦ ከመይ ነርካ ናብ ብሉፅ መንገዲ ትኸይዶ ኣለኻ ወይ ድማ ናብ ድሕሪት ትምለስ ኣለኻ ሪቨርስ ትገብር ኣለኻ ንብስኻ ሕተታ ኩሉ ግዜ ኮንሲስተንሲ ኢትስ ቦሪንግ በት ኢት ሊድስ ቱ ኤ ሰክሰስ እቲ ኮንሲስተንሲ ወይ ድማ ቀፃልነት ማለት ኩሉ ግዜ ኣሰልቻዊ እዩ ኩሉ ግዜ ንጉሆን ምሸትን ናብ ስራሕ ክትመፅእ ለይቲ መዓልትን ናብ ስራሕ ክትኸይድ ንጉሆን ምሸትን ናብ ካልእ ክትወፍር ኩሉ ግዜ ኣመና ኣሰልቻዊ እዩ ግን ናብ ዓወት የብጽሐካ ኣነ ደኺመ ኣለኹ ኣነ ሕጂስ ቁሩብ ከዕርፍ እየ ኖኖኖ ሎሚ ሰንበት እዩ ከዕርፍ እየ ኖኖኖኖኖኖኖ ከምኡ ከምኡ ኣይኮነን እቲ ናብ ዓወት ከብጽሐካ ዝኽእል ካልእ ሰብ እንዳደቀሰ ንስኻ እንዳሰራሕኻ ካልእ ሰብ እንዳተጻወተ ንስኻ እንዳሰራሕኻ ካልእ ሰብ እንዳ ግዜኡ ናብ ካልእ እንዳባኸነ ምስ ኣዋልድን ገለመለን ንስኻ እንዳሰራሕኻ ኣብ መወዳእታ ደኣ መን ይዕወት ክኸውን ኣብ መወዳእታ ድማ መን እዩ ናብቲ ብሉጽ መንገዲ ዓወት ክኸውን? ካልእ ኣብነት ድማ፣ ሓደ ኣርብዓ ሰዓታት ስራሕ ዝሰርሕን እቲ ካልእ ድማ ሚእቲ ሰዓታት ዝሰርሕን፣ ኣየናይ እዩ እቲ ናይ መንገዲ ዓወት ክኣቱ? ኣየናይ እቲ ናብ ብሉጽ መንገዲ ዓወት ክኸውን ኣብ ቀረባ እዋን? which is ኣብ ኣርብዓ ሰዓታት ኣዎ ኣብ ሰሙን ንሕራ ሰሪሕኻ እቲ ሱሳ ሱሳ ሰዓታት ይተርፈካ ኣሎ። ነዚ ዝንገራት ግን እቲ ሓደ ሱሳ ሰዓታት ንስኻ እንዳተጻወትካ፣ ኢንተርተይመንት እናገበርካ፣ ወይ ድማ ግዜኻ ኣብ ካልእ እናባኸና እዚ ሰብ ግን ሚእቲ ሰዓታት ይሰርሕ ኣሎ ዕውት መንገዲ መን ይኸውን ደፍነትሊ እቲ ሚእቲ ሰዓታት ኣብ ሰሙን ዝሰርሐ ኣነን ንስኻን እንዳደቀስና ካለና ንሱ ኣብ መንገዲ ዓወት ንኽኸውን ለይትን መዓልትን ቃንዛ ወይ ድማ ኣመና ስትረስፉል ዝኾነ ስራሕ እንዳሰርሐ ኩሉ ግዜ ናብ መንገዲ ዓወት ክትኸውን እንተኾይንካ ኮንሲስተንሲ ቀጻልነት ዘለዎ ስራሕ ኩሉ ግዜ ደው ከይትብል ኣብ ዘለኻዮ ክትምዕብል እንድሕራ ደሊኻ ኣብ ዘለኻዮ ደው ከይትብል ንላዕሊ ክትውንጨፍ ፈትን ኩሉ ግዜ ካብቲ ዘለኻዮ መንገዲ እንዳኸድካ ሓንቲ ስቴፕ እንዳደይብካ ሓንቲ ስቴፕ እንዳደይብካ ኮንሲስተንሲ ደው ከይትብል ዋላ ካልእ ይትረፍ ዩቲብ ወይ ድማ ፌስቡክ ክትጅምር እንድሕራ ኮይንካ ውን ጀምሮ ግን ደው ዝባሃል ከይትብል ምናልባት ክልተ ዓመት ሰለስተ ዓመት ወይ ድማ ዋላ ሓሙሽተ ዓመት ወይ ድማ ሽዱሽተ ወርሒ ይኹን ዝኾነ ይኹን ግዜ ክወስደልካ እዩ ሓንቲ መዓልቲ እውን ኣላ ኣህ ኣነስ ደኺመ ኣለኹ እዚ ባዕሉ ይፍለጥ ገንዘብ ካብ ዘይምፅኣለይ እሞ ድማ ከምዚ ኢሎም ካልኦት ሰባት እንዳተፃረፉኒ ኖኖኖ ኣነስ ክጎድፎ እየ ዝብል ሓሳብ እንተጌርካ ዳን ኣይትምዕብልን ኢኻ ኣይትዕወትን ኢኻ ናብ ዝደለኻዮ ቦታ ኣይክትበጽሕን ኢኻ ኩሉ ግዜ ናብ ብሉጽ መንገዲ ክትበጽሕ እንተኾይንካ ኣብ ኮመንት ብሓደ ካብቶም ቴስዓን ትሽዓተን ሚታዊት ብጽቡቕ ዝተቐበሉኻ ሓደ ሰብ ብሕማቕ ስለ ዝተጻረፈካ ወይ ድማ ብሕማቕ ስለ ዝሃሴካ ክትገድፎ ወይ ድማ ዝኹሉ ሽዱሽተ ወርሒ ወይ ድማ ዓመት ሙሉእ ሰሪሕኻ ዝነበርካስ ኣብ መወዳእታ ተስፋ ክትቆርጽ ነቨር ኮንሲስተንሲ ኢዝ ቦሪንግ but it leads to a success ካልእቲ do what you love ኣመና ትፈትዎ ስራሕ ምስራሕ እቲ እንድሕር ኣነ ብሓቂ እዚ ሕልሚ ናተይ ስራሕ እዩ እቲ ኣመና ዝፈትዎ ስራሕ እዚ ሎሚ ኣነ ዝሰርሓሉ ትብል እንድሕር ኮይንካ definitely መዓስ እዩ እምበር ኣብ ዝበለፀ እዋን ወይ ድማ ኣብ ዝበለፀ ግዜ ዕውት ክትኸውን ምዃንካ ኣይጠራጠርን እየ just እቲ ንስኻ ትፈትዎ ዓይነት ስራሕ ይኹን እምበር ብዘየገድስ መዓስ ኣብ ዓወት ክትበጽሕ ኢኻ እንድሕር ኣንሱ ጌርካዮ the happiest man ኣመና ሕጉስ ሰብ ንስኻ ክትኾን ኢኻ እቲ ኣመና ብሉጽ ሰብ ንስኻ ክትኾን ኢኻ ኣብ ዝሓጸረ ግዜ ድማ ናብቲ ንስኻ ትደልዮ ዓይነት ዓወት ክትበጽሕ ስለ ትኽእል definitely do what you love። ቀዳመይቲ ኣብ ርእስና ኣሎ ከምዚ ስፖናቱ ዝኾነ ዝፈትሐልና ሰብ ኣሎ ውሽጢ ንሱ ድማ እንታይ እዩ ኩሉ ግዜ ብሕማቕ ሓሳባት ንኽትሓስብ ኣመና ከምዚ ዘይትኽእል ኣመና ከምዚ ክፉእ ኣመና ከምዚ ሓፋር ኣመና ከምዚ ንሰባት ሕውስ ዘይትኸውን ኣመና ከምዚ ዕውት ዘይትኸውን ሰብ ኣመና ከምዚ ድኹም ገይሩ ዝቆፅረልካ ኣመና ከምዚ ስፖናት ዝኾነ ዘሕስበካ ኣብ ሓንጎልካ ኣለካ ነዚ እንድሕር ኣሊኻዮ Definitely ኣብ ዝሓጸረ እዋን ናብቲ ንስኻ ትደልዮ ዓይነት ዓወታት ክትበጽሕ ዘሸግረካ ኣይኮነን። ነዚ ኣብ ርእሴኻ ዘሎ ንእሽተይ ቆልዓ ግን ንዑ ከተውጽኦ ፈትኖ። ንዑ ካብቲ ርእሰኻ ከተውጽኦ ፈትኖ። እንድሕራ ንዑ ኣውጺእኻዮ Definitely ናብ ዓወት ክትበጽሕ ኢኻ። እንድሕራ ንዑ ከየውጻእኻዮ ኩሉ ግዜ ኣይክእልን እየ፣ ኣይፈልጥን እየ፣ ወላ ሓንቲ ድኹም እየ፣ ሓፋር እየ ገለ እናበልካ ከምዛ ትሓስብ ዘሕስበካ እንድሕራ ኮይኑ ግን Definitely ንሱ ለኪሙ ናብ ገሃነም ወይ ድማ ናብ ናብ ዘይተደልየ ቦታ ከእትወካ እዩ ስለዚ ኩሉ ግዜ ናብቲ ንስኻ ትድልዮ ዓይነት ዓወታት ክትበፅሕ ወይ ድማ ናብቲ መንገዲ ዓወት ክትኸይድ ንሕራ ደሊኻ ኣብቲ ኣብ ውሽጢ ዘሎ ብሎን ስፖናት ኮይኑ ዘሎ ብሎን ንዑ ክትዕርዮ ብፍልጠትካ ብትምህርትኻ ብዓውታት ናትካ ናብኡ ክተእትዎ ነዚ ኣብ ርእሲኻ ዘሎ ፈለማ ኣውፅኣዮ ፒስ